መኮነን ተስፋኤ ከመይ ትቕንዩ? ንሎሚ ዙረት ምስ ቀሺ ጉዕኖ ኣብ ኢማራት ዓረብ ዘርእስቱ ኣማን ተኸስተ ዝጸሓፎ ጽሑፍ ሒዘልኩም ቀሪበ ዘለኹ። ሰናይ ጻንሖት። ዙረት ምስ ቀሺ ጉዕኖ ኣብ ኢማራት ዓረብ። ጸሓፊ፣ ኣማን ተኸስተ፣ ዱባይ። ኣሚን ወደይ በጃኻ ኢለካ እዚ ምዕባለ ናይዞም ደቂ ኣብ ጭራም ወረቐት ሓንጥጥዎ ኩላትኩም ነናይ ዘለኹሞ ምዕባለታት ይኹን ስልጣነታት ሰኒድኩም ናብ ሃገርኩም ኣምጽዎ እንተወሓደ ምስ ናብራና ከዛምደና ዝኽእል ቅዲ ምዕባለ ሓሪኹም ጽሓፍዎ ሃገር ካባኻትኩም እያ ትጽበ ሃገር እንክበሃል ከሎ መን መኻሪ መን ተመካሪ ዝብል ስምዒት ኣይሓስቡ ነቶም ኣብ ስልጣን ዘለዉ ጠፊኡዎም መኣስ ኮይኑ ዝብል ሓሳብ ኣየዕገትኩም። ነዚ ምዕባለ ይኹን ነቲ ዘሎ ኩነታት ዘኢትነገር ኢልኩም ኣይትዛዝምዎ። ስቕ ኢልኩም ጥራሕ ጽሓፍዎ። ዳርጋ ልማኖ ዝመስል ምሕጽንታ ቀሺ ጉዕኖ ኣብ መወዳእታ ምፍናው ዝበሉን እዩ። ሓቅኹም ኣቦ ቀሺ! ብምባል ጥራይ እየ ተፋንየዮም። ብድርኺት ቀሺ ጉዕኖ ብዛዕባ ዱባይ ብሓፈሻ ድማ ኢማራት ዓረብ ክጽሕፍ ኣብ ዝወሰንኩሉ እዋን፣ በየናይ ሰፍኢ፣ ትረኻ፣ ኣየናይ ስጉርፎኡ ሓሳባት ንሰበይ ከካፍሎ ኢለ ተሸጊረ። ዱባይ ምስ ዝለዓል፣ እቲ ክጸሓፍ ዝኽእል ብዓቐን ይኹን ብዓይነት ብርክት ከም ዝብል ርዱእ እዩ። እንተኾነ ናይ ጉዳይ ስደትን ስነ-ጽሑፍን እቲ ቀንዲ ማሕንቖ ዕምቆት ዝህቡ ቃላት፣ ኣምራት፣ ሓረጋት፣ ብሓፈሻ ቋንቋን ስዋስው ትግርኛን ከምቲ እትብህጎን ከም ናይ ቀደም ምልከትን ክኾነልካ ዘሎ ተኽእሎ ጸቢብ እዩ። ነቲ ተመኩሮ ድንቂ ክውንነት፣ ተስተማቕሮ ሕብረ ጽባቐታት፣ ትትንክፎ ዕምቆት ሓቂ፣ ዝቕጀለካ ሕልማዊ ርእየት፣ ብሓፈሻ ኪኖ ደረት ተመኩሮ ሃገርካ ዝኸይድ ናይ ስደት ትዕዝብትታት ናብ ቃላት ክልውጥ ዝኽእል ሓይሊ ካበይ ይምጻእ? ቀሺ ጉዕኖ ደፋፊኦምን እምበር ኣነ ቃላት ይኹን ምሉኣት ሓሳባት ፈቲለ ኣሊመ ዝልለ ስነ-ጽሑፋዊ ስርሓት ዘዳሉ ኣይኮንኩን። ሕጥቦ ጽሑፍ ዘይኮነስ ሕጡብ እናጸረኩን እናላገብኩን እየ ዝነብር ኣብዚ ስደት። ምስ ቀሺ ጉዕኖ ውላዶም ክርእዩ ካብ ባጽዕ ናብ ዱባይ ምስ መጹ ኢና ተላሊና። ውላዶም ብሰንኪ ጻዕቂ ስራሕ ግዜ ስለ ዝሓጸሮ ምስ ዱባይ ንኸላልዮም ተማሕጺኑኒ። ካብ ኣልናህዳ ዱባይ ዝበሃል የዕሪፎምሉ ዝነበሩ ስፍራ ኢና ነቒልና። ናብ ዱባይ ሞል ማለት ሰፊሕ ድኳን ሸቐጥን ኣገልግሎትን ከተብጽሓና እትኽእል መስመር ባቡር ብምስቃል፣ መጀመርያ ደሃይ ዓዶም ባጽዕ፣ ደሓር ከኣ ደሃይ ኣስመራ እናዕለልና መገድና ቀጸልና። ኣብ ዓለምና ዝነውሐ ዘዋሪ ኣልቦ ማለት ድራይቨርለስ መስመር ባቡር እኳ እንተነበረ ብኣግኡ ክነግሮም ግን ኣይመረጽኩን። ናብዚ እነሀልካ ደኣሲ እንታይ ዝበሎ ሕብሪ ገጽን ዓሌትን ደኣሉ? ተምሳል ዓለም ተምሳል ሕብራት ሃገራት ኣብዚ እንዳኣልካ ትረኽባ ብምባል ዕላሎም ጀመሩ። ኣስታት ክልተ ሚእትን ክልተን ዜጋታት ብስዩኒት እዮም ዝነብሩ። ኣብ ኢማራት ዓረብ ውህደት ሕብርታት ኣህዛብ ውህደት ሕብርታት ቀስተ ድበና እዩ ብዚ እዞም ከደራይን ነዊሕ ቀጢን ሰብኣይ ጓላ እኳ ቅድሚ ሕጂ እፈልጦም እንተዘይነበርኩ ናይ ነገር ስደት ግዲ ኮይኑ ነገራቶም ወይ ዘረብኦም ባህ እዩ ዝብለኒ እሞ ብዙሒ ዓይነት ሰብ ምህላው ገለ ጸገማት ኣየጋጥሙን ዶ? ማለተይ ምፍሕፋሓትን ዘይተደልየ ዘይስምምዓትን። ብምባል ቀሺ ጉዕኖ ሕቶ ኣቕረቡለይ። ካብዞም ደቂ ዓዲ እቶም ወጻእተኛታት ብሸውዓተ ሸሞንተ ዕጽፊ ዛይዱ'ኳ እንተኾኑ ንፈውሲ ማሕላ ወጥሪ ናይ ወጻእተኛታት ኣይትዕዘበላን። ምስቲ ኣብ ገለ ሃገራት ክልተ ተመሳሳሊ ባህሊ፣ ልምዲ፣ ሃይማኖትን ብሄራዊ ድሕረ ባይታን ዘለዎም ኣህዛብ ምጽውዋር ተጸንቂቕዎም ዝፈሓፍሑ ከተነጻጽሮ ከለኻ ብሓቂ ተድንቖ እዚ ሃዋሁ። እዞም ዓዲ ንኹሉ ዓቕሚ ሰብ ናብ ጥቕሚ ስለ ዘውዓልዎ ብዝሕላወ ሰብ ምንጪ ኣታዊኦምን። ሞያዊ ብቕዓት ከም ቅድመ ኩነት ስለ ዘቕርቡ፣ ዝመጸ ሰብ ዕጣቕ ቁጠባዊ ኣካሎም እዩ። ኣብዚ ሃገር ከም ወግዒ ቋንቋታት ዓረብኛን እንግሊዝኛን ዝውቱራት እኳ እንተኾኑ፣ ኡርዱ ማለት ቋንቋ ህንዲ ፓኪስታን፣ ታጋሎግ ማለት ቋንቋ ፍሊፒን፣ ማላያልም ማለት ቋንቋ ደቡብ ህንዲ ካብቶም ኣዝዮም ዝውቱራት እዮም። ከም ምጋሽ ንዓዲ ሃገር ዝበልጽ ተመኩሮ የለን ዲኹም ትብሉ ኣቦይ ቀሺ? ኣነ ክምልኣልኩም ሕሰም ተመኩሮ ኩናት ገዲፍኩም ስደት ኣፍ ዘይብሉ ዓቢ መምህር እዩ። ትግርኛ ምስ ዓረብኛ ማዕረ ክንደይ ዝምድና ከም ዘለዎ ቋንቆኦም ክትጥቀመሉ ምስ ጀመርካ ትርዳእ። ቋንቋ ይፈልቅ ይራዓም ክብሉ ብእዋኑ ትኣምን። ከምዝእን ካልእን እናዕለልና ዱባይ ሞል በፂሕና። ዱባይ ሞል ማእከል መናሃርያ ኣገልግሎታት ሸቐጥን ኣፍደገን ዕንደራዊ ሕልምታትን ምዃኑ ንምፍላጥ ኣይትሽገርን። ብዝሒ ሰቡ ርኢኻ ኩሉ ገዝኡ ገዲፉ ክዛወር ዝተኣከበ እዩ ዝመስል። እዚ ናይ ዓለምና ዝዓበየ ሞል ማለት ማእከል ሸቐጥ ኣገልግሎታትን ምዝንጋዕን ኮይኑ ዓመታዊ ልዕሊ ስሳን ሓሙሽተን ሚልዮን ነጋድያን የእንግድ። ብብዝሒ ነጋድያን እውን ካብ መዘናታቱ በሊጹ ኣብ ቀዳማይ ይስራዕ። ማእከል ናይዚ ብሕጂ እንርእዮ ፍጹም ተኽእሎታት ምዃኑ እዩ ዱባይ ሞል። ኣለኹምዶ ምሳይ? ኣብዚኣ እንተ ጠፊኡኹም ኣኺሉኩም እዩ። ክደልዮም ተካለይ ከየምሲ ብምፍራሕ እየ። በቲ ዝነበርኩዎም ብዝሒ በጻሕቲ ምስ ሰምዑ ሰገጥ ኢሎም ጠመቱኒ። ኣጸቢቕና ውሽጢ ምስ ኣተና፣ ሰብ ዝሰርሖ ጋብላ ዓሳታት ማለት ዱባይ ኣኳርየም፣ ሓምሳ ብዕስራ ብዓሰርተ ሜትሮ ዝቑመቱ ጋብላ ዓሳታት፣ ልዕሊ ሰላሳን ሰለስተ ሽሕ ህይወታውያን ባሕሪ ዝሕዝ ገጢሙና። ዋላኳ ወዲ ባጽዕ ብምዃኖም ብዝሒ ህይወታውያን ባሕሪ እንተዘይሓደሶም፣ ንኽንድዚ ጸቕጢ ማይ ክጻወር ዝኽእል ሰብ ዝሰርሖ ጥርሙዝ መንደቕ ተተኺሉ ምርኣዮም ኣቦይ ቀሺ ከም ዝመሰጦም ካብ ኣጋውልኦም ተረዲኡኒ። ብ ዓሰርተ ሓደ ሚልዮን ሊትሮ ማይ ንዝፍጠር ጸቕጢ ክጻወር ዝኽእል ንጹር ጥርሙዝ መንደቕ ሰብዓን ሓሙሽተን ሴንቲሜትር ርጉዲ ዘለዎ ኣክረይሊክ ዝበሃል ተሪርን ንጻረ ዘለዎን ንጥረ ነገር ምዃኑ ንተተካኢ ለንስ ዓይኒ ዝጥቀሙሉ ጥረ ነገር ምዃኑ ኣብራህኩሎም። ሰዓት ሽዱሽተ ድሕሪ ቀትሪ ብምእካሉ፣ ቀጺልና ኣንፈትና ናብቲ ብድሕሪት ዘሎ ሰብ ዝሰርሖ ሳዕሳዕ ማይ ዱባይ ኣቕናዕና። እዚ ብሙዚቃ እናተሰነየ ዝስዕስዕ ማይ፣ ምስቲ ደቂ ኣንስትዮ እዛ ሃገር ጸጉረን ከም ዝሸወተ ስርናይ ናብዝን ናብትን እናሰንደዋ፣ ምስ ምቅይያር ሙዚቃዊ ህርመት እናተነነዋ፣ ቅርጺ ኣካላተን ዝጠዋውዕ ዓይነት ሳዕስዒት ይመሳሰል። ዝቆጻጸያ ስልጡናት ዛርትታት ምድረበዳ እዩ ዘምስለን። ሳዕስዒተን። እዚ ሳዕሳዕ ማይ ብናይ ማይ ሮበት እናተሓገዘ ጥርዚ ደረት ዝልኡ ሰብዓን ሓሙሽተን ሜትሮ ይበጽሕ። ኣብ ፍሉይ ኣጋጣሚታት ከም ሓድሽ ዓመትን ሃገራዊ በዓልን ክሳብ ሚእትን ሓምሳን ሜትሮ ከም ዝበጽሕ ይግበር። ቀሺ ጉዕኖ እዚ ሳዕሳዕ ማይ ብዓረብኛን እንግሊዝኛን ካልእን ፈቲኖሞስ ንነጋድኡ ህንጥይነቶም መሊስሎም እዩ። ፈጨው! ኣዝብልዮስ ናይ ወዲ ትኹል፣ ኩዳ ዓረዛ፣ ኩምብራዛ ናይ ውዲ ትካቦ ምኸኣሎ ዶ መስለኩም? ሸኾርተት መበለና ዶ? ቁሩብ ፍሽኽ ድሕሪ ምባል፣ ኣየ ደቂ ግዜ፣ ካባኹምሲ ማህሌት፣ ዋዜማ፣ ኣራራይ፣ ምልጣን፣ ዕዝል ተባሂሉለይ ማለት እዩ። መልሶም ኣይጸላእኩዎን። ግን ነታ ብውርጹጽ ኣጠቓቕማ ቃላት ዓሚቝ ግጥሚ እትጽሕፍ ሙና መሓዛይ ኣዘኻኺሩኒ። ንእስተርዮ ከመይ ገይራ ዀን ምገለጸቶ? ዝብል ሓሳብ ተቐጀለኒ። ሃየ እንተ ጠሊብኩም ክገብሩልና ይኽእሉ እዮም። መቖምያን ጸላጽልን እሞ ተማሊእኹም ዲኹም? ከበሮ እኳ ማሽን ክትሃርመልኩም ትኽእል እያ። ስብሓት ለኣብ፣ ይእዜኒ ወዘልፈኒ ወለዓለም ዓለም ነቲ ናይ ዓለምና ዝነውሐ ህንፃ ብጎንና ዝነበረ 828 ሜትሮ ዝቑመቱ ህንፃ ከሊፋ ማለት ብሩጅ ከሊፋ ምስ ረኣዩ ዘድመፅዎ እዩ። ከም ትርእይዎ ዝዓርሞሸሽ በዓል ሚእትን ሱሳን ሰለስተን ደርቢ ህንፃ ብምስሊ ቆፅሊ ምድረ በዳ ኣብ ኣባይቶም ከም መሸላለሚ ዝጥቀሙላ ዝነበሩ ዕምባባ ብተምሳላዮም ነዚኣ ሃኒፆማ። ካልእ እውን ኣላ መለለዩ ዱባይ ዝኾነት ህንጻ ዓረብ ማለት ቡሩጅ ኣል ዓረብ ብተምሳል ያታዊት ጃልባ ዝተሰርሐት እያ። ብውሽጣዊ ጽባቐኣ ዝተማርኹ ብዙሓት በጻሕቲ ዘይወግዓዊ በዓል ሸውዓተ ኮኾብ ዝብል ጥብቆ ሂቦማ እዮም። ካቴድራለ ንኣስመራ፣ ህንጻ ኦፔራ ንሲድኒ፣ ግምቢ ኣይፈል ንፓሪስ፣ ታጅ ማሃል ንህንዲ፣ ህንጻ ካፒቶል ንዋሽንግተን፣ ከምኡ ድማ ጃልባ መሰል ህንጻ ዓረብ ንዱባይ ምዃኑ እዩ። ክንድቲ ዝተገረምዎ እኳ እንተዘይገለጽኩ፣ ብዓቕመይ ግን ፈቲነ። እዚ መሬቶም ሑጻ ምድረበዳ እንከሎ ክንድዚ ዝምግዛፍን ዝምንውሑን ክስሮም ክሰርሑ ምኽኣሎም ዘይትነገር እዩ። ክንዲ ቡርጅ ከሊፋ ዝምግዛፉ ኣብዚ ምድረበዳ ክስራሕ ትጽቢቶም ከም ዘይነበረ ስለ ዝተረድኣኒ ዘይድርጉሓሎም ብምባል መሬቶም ሑጻ ጥራሕ ዘይኮነስ ትሕቲ ክልተ ሜትሮ ንመሰረት ዘይትምነይዎ ጨዋማ እዩ። ቃልሶም እንኮላይ ምስ ተፈጥሮ እዩ። ቀሺ ጉዕኖ መንከሶም ብዓባይ ዓባይቶምን መመልከቲቶ ኣጻብዕቶምን ብምሓዝ ሰይኮቲ እምሰለሎም ወይ ጉዳም ህንጻታት ዱባይን ኣቡዳብን ረቂቕነትን ልክዕነትን ነደፍቲ ዝተጋህደሉ፣ ፈጠራዊ ክእለት መሃንድሳት ዝተመስከረሉ፣ ትምኒትን ድሌትን ልዕልነት ዓረባውያን ዝተንጸባረቐሉ፣ ብሓፈሻ ወዲ ሰብ ኣምልኾ ጽባቐን ፍጹምነትን ዘርኣየሉ ክበሃል ይከኣል። ብመንገዲ ስነ ህንጻ ዓርሞሸሽን ድሙቕን ራእይ ናብ ክውንነት ዝቕየረላ ሃገር እያ። ከይተረደኣኒ ኣምልኾ እትብል ቃል ናብ ቅድሚ ቀሺ ምስንዳወይ ኣጣዓሰኒ። ብዛዕባ ዓረባውያን ዝነበረና ምስሊ እናዕለልና እናስሓቕናን ናብቲ ከርእዮም ዝታንጠኹሉ ንምኻድ ታክሲ ወሰድና። ታክሲ ተሰቒልና መስኮት ከፊትና ፍሽፍሽ ዝብል ንፋስ እናስተማቐርና እዚ ህንፃታቶም ምስ ተዓዘብካስ ሓይሊ፣ ተኣማንነት፣ ደስታን ተስፋን ይስምዓካ። ኮታ ጥዕናን ምልኣትን ይስምዓካ። ብሓቂ ትፍወስ። ብመስኮት ታክሲ ኮይኖም ዝዕዘብዎ ዝነበሩ ህንፃታትን ተቕጽል ውኖኦም ምስ ተንከፎም ዝተዛረብዎ እዩ። ኣቦይ ቀሺ ጉዕኖ ዘይውዳእ ኣድናቖቶም ምስ ኣውሓዙለይ፣ ብምሒር ፍቕሪ ዱባይ ዓደይ ኣይምለስን'የ፣ ዘስምዕ ቃናዶ ይኸውን ክሳዕ ምባል በጺሐ። ቅድሚ'ቲ ዝደለናዮ ቦታ ምብጻሕና ካብ ታክሲ ወሪድና ናብ ሓንቲ ነዋሕ ህንጻ ብምድያብ ነቲ ከርእዮም ዝመደብኩ ኣመልከትኩሎም። ዱባይ ፓልም ካብ ህዋ ክረኣያ ዝኽእላ ብተምሳል ስየ ተምሪ ዝተደኮና ሰብ ሰርሐን ደሴታት እየን። ብዱባይ ፓልም ዝፍለጣ ፓልም ጁሜራ፣ ፓልም ጀበል ዓሊ ከምኡውን ፓልም ደይራ እየን። ሓደ ኣፊቱ ደኣ ኢማራታውያን ኣብ ባሕሪ ክጽሕፉን ክስእሉን ጀሚሮም ዘይትብለኒ በሉኒ። ዋላ እኳ እፈልጦ ክንሰይ ከምቲ ክገብሮ ዘምሰኹ ሞባይለይ ኣውጽኤ ሓበሬታ ብምውካስ ሰብ ሰርሖ ደሴታት ምዃኑ ልዕሊ ዓሰርተ ሽሕ ቪላታትን ኣፓርትማን ሆቴላትን ሞሉን ካልእን ከም ዝሕዝ ሓንቲ ዓባይ ዓርኮብኮባይ ደሴት ምስ ሓበርኩም ዝመለሱለይ። ህይወት ንኽትቅጽል ዝድርኽ ሓይሊ እንታይ እዩ ኣቦይ ቀሺ? ካብ ተመኩሮታት ተመርኲሰ ዝምለስ ስለ ዝዓጀበኒ ሓቲተዮም። ገለ ድራኺ ህይወት ደስታን ሓጎስን ንምርካብ ይብሉ። ዝበዝሕ ከምዚ ከማይ ድማ እምነት፣ ተስፋ፣ ፍቕሪ እዩ ስንቂ ህይወት። ድራኺ ህይወት ምበልና ዝገርም ግን ዓረብ ካብ ምጉታት ገመል ሓሊፍካ እንታይ ኣለዎም ዓረብ ተዛረቡ በሎም እምበር እንታይ ሞያ ከይገብሩ ንዓረባውያን ዘቋናጽብ ክንደይ ጽሑፋትን ዘረባታትን ዘይተዘርወ እንተኾነ ዘፍስስናዮ ዘረባ ከይነቐጸ እንከሎ ሰልጢኖምስ ከምቲ ዝበልካዮ ድሙቕን ዓርሞሸሽን ራእይ ናብ ኩንነት ዝቕየረላ ሃገር ኮይና ጸኒሓትኒ ዝወደይ ትምክሕቲ ካብ ዓንኬል ኮንትነት ኣይተላቐቕን እያ። ሓቅኹም ንሕና ክንምካሕ ንሶም ድማ ተወንጭፎም ከምቲ ዝበልኩሞ ድማ ህይወት ብዙሕ ድራኼ ኣለዋ ገለ ሓጎስ ከተናዲ ትደሊ ገለን ብእምነት ትምርሽ ገለን እውን ህልውናውን ንምርግጋጽ ንወለዶ ንምስግጋርን ኢሎም ዝኣምኑ ኣለዉ ናይዚኦም ሓሳብ ድራኼኦም ንዕብየት፣ ንፍጹምነት፣ ንጸብለልትነት እዩ። ህይወት ድልየት ልዕልነት ክህልዎ ናብ ዝበለጸ ተኽእሎታት ምሕኳር ምባሎም ብሓቂ ዓጂቡኒ። ዘይከም ኣፍሪቃውያን ብስእነት ፍትሕን ልዕልና ሕግን ዝሳቐዩ ዘለዉ፣ እዞም ብሰብ ኣግማል ዝልለዩ ደቂ ምድረ በዳ ምንባሮም ትርጉም ረኺቦምሉ እዮም። መሰረታዊ ጠለባት ሰብኣዊ ሓርነት ረኺቦምስ ንዕላማ ጽባቐን ተኽእሎታትን፣ ንባህታን ደስታን፣ ንተመስጦን ትምኒትን፣ ንሰብኣዊ ብራኸን ክንዮ ዘመናውነትን እዮም ዝምርሹ ዘለዉ። ፍሉይ ገስጋሲ ሓይሊዶ ሃልዩዎም ትብሎ? ኩልና ክንኮኖ ዝግበኣና ምንባሩ ትዝክር። እናበልኩ ንኢማራታውያን ክገልጽ ይኽእል'ዩ ዝበልኩዎ ሰንሰለታዊ ሓረጋት ዘርዘርኩ። ስድራቤታዊ ፍቕርን እምነትን ኣብ መንጎኦም ኣዝዩ ዓቢ ተራ ይጻወት። እምነተ ፈጣርን እምነት ላብ ልዕሊ ሰብን ካብ ሰናይ መስመር ህይወት ንኸይርሕቁ ምስ ተጠንቀቑ'ዮም። ነጸብራቕ ናይዚ ኣብ ኩሉ ዝርርቦምን ግብሮምን ትረኽቦ። ሱብሓናላህ፣ እንሻላህ፣ ማሻላህን ካልኦትን ዝብሉ ቃላት ከም መእተውን መዛዘምን ምሉኣት ሓሳባት እዮም ክበሃል ይከኣል። ደቂ ኢማራት ካብ ካልኦት ደቂዚ ከባቢ ዝፈልዮም እንተሃልዩ ካብ ንደስታ ንዕላማ ዘቐድሙ ምዃኖም እዩ።

ወጢሩ ርፍታ ሻቑረት ሰለል ኣብ ጉዕዞ ሂወት ዘይነጽፍ ትንግዶት ጥዑም ውቅዒትን ፋጻን ኣብ መሳቒሉ ቁዘማን ፍሽኽታን ዕዝርር ሓሳባዊ ማዕበል ጨልባዕ እናበለ ንብዓት ኣብ ፍቕሪ ጸለል ቁጽርጻር ሻቑሎት ጸልማታዊ ሃፋ ድምቀት ጸርጊ ብርሃን ብተስፋ ሱቕ ጥዑም ካብ ምዝራብ፣ ምስራሕ እባ ካብ ምዕዛብ፣ ክርክር ይፈጥር ሙጉት ይሕልና፣ ማዕከን ጭንቀት ኩምራ ፈተና፣ እቲ ጥበብሲ ክብደት ሚዛኑ፣ ዕበ ይብለካ ምስ መዛኑ፣ ዘቲ ተጻወት ስሓቕ። ግን ካብ ፈታዊኻ ተጠንቀቕ። ማጆር ንጉሰ ነሓሰ ክልተ ሽሕን ዓሰርተ ሓሙሽተን ኣሜሪካ።
ብስራት ነንበብቲ መጽሓፍ ብእንግሊዝኛ ዝተጻሕፈት ድምፂ ተጋደልቲ ደቂ ኣንስትዮ ኤርትራ እትብል መጽሓፍ ብጸሓፊት ጸጋኣለም ወልደ ማርያም ዝተጻሕፈት መጽሓፍ ብፍላይ ነቶም ኣብ ስደት ዝዓብዩ ዘለዉ መንእስያት ምስ ታሪኽ ናይ ኣዴታቶምን ዓባየታቶምን ንምፍላጥ ከምኡውን ጅግንነት ኤርትራውያን ደቂ ኣንስትዮ ምስ ዓለም ንምልላይ ዝዓለመት እያ ትብል እዛ መጽሓፍ ንዒስራ ዝኾና ደቂ ኣንስትዮ ቃለ መሕትት ብምግባር ታሪኽ ህይወተን ባዕለን ብቓለን ዝበለኦ ተመክሮአን እትገልጽ መጽሓፍ እያ ንምልላይ ካብ ብሽሕን ትሽዓተ ሚእትን ሱሳን ሓሙሽተን ዝተሰለፈት ጅምዓ ዑመር ኣብ ከብዲ ጸላኢ ውሽጣዊ ስርርዕ ዘካየደትን ዝተኣስረትን ኣበባ በዓታይ፣ ኣብ ትሕቲ ዕድመ ከላ ኣብ ኢድ ጸላኢ ኣብ ማእሰርቲ ዝኣተወት ገነት ብርሃነን፣ ንሽዱሽተ ወርሒ ከተገልግል ደቃን ስራሓን ገዲፋ ካብ ካናዳ ንሜዳ ዝኣተወት ዓባይ ሓፍትናን ኣዴናን ሙሉ በየነ፣ ካብ ፖርት ሱዳን ኣብ ንኡስ ዕድሚኣ ዝተሰለፈት ዓረፋት ዑመርን ንስነ ጥበብ ብፍላይ ከኣ ናይ ኩናማ ባህሊ ምስ ዓለም ዘላለየት ደሃብ ፋቲንጋ ብሓፈሽኡ ብዕድመ ንኣሽቱን ዓበይትን ተጋደልቲ ተጋድሎ ሓርነትን ህዝባዊ ግንባርን ንብዙሕነትና እተንጸባርቕ መጽሓፍ እያ። እዛ መጽሓፍ ቅድሚ ናብ ቃልሲ ምጽንባረን ብኸመይ ሃገራዊ ስምዒት ከም ዝሓደረን ትጽቢታት ሕብረተሰብ ዘጋጠመን ተቓውሞታትን ብድሆታትን ብኸፊል ተዘንቱ መጽሓፍ እያ። ብዓቢኡ ኸኣ እዘን ደቂ ኣንስትዮ እታ ንእስነተንን ገለውን ዓይኒ ብርከን ዝኸፈላላ ሃገር ብፍትሒ ክትመሓደር ጌና ካብ ቃልሲ የዕረፋን ብዝተፈላለየ መንገዲ ይቃለሳ ኣለዋ። ታሪኽ ተጋደልቲ ደቂ ኣንስትዮ ኤርትራ ጌና ኣይተተንከፈን እሞ እዛ መጽሓፍ ታሪኸን ክጽሕፋ ከም መተባብዒት ክትከውን ንትስፎ። እዛ መጽሓፍ ነተን ኣስማተን ኣብ መዛግብቲ ዘይኣተዋ ዝተረስዓ ደቂ ኣንስትዮ ግን ኣብ ፈቐዶ ኣኽራንን ጎቦታትን ህይወተን ዘወፈያ ነተን ብጠበንጃን ጽንዓትን ተጋዲለን ብህይወት ዝተረፋ ግን ከኣ ዝተረስዓ እዛ መጽሓፍ ንዓኻትክን እያ ትብዓትክን ኣይተረስዐን ቃልስኽን ንኸንቱ ይነበረን እቲ ታሪኽ ወላ ብሽምተን ዘዘንተወኦ እንተተጻሕፈ ታሪኽ ናይ ኩልና ምዃኑ ዘይምዝንጋዕ ኣብ መወዳእታ ናይዛ መጽሓፍ ሽያጥ ናብ ማሕበር ረድኤትን ምሕዳስን ኤርትራ ማለት ኤሪትሪያን ረሊፍ ኤን ሪሃብ ኣሶሴሽን ኣታዊ ክኸውን እዩ። እዛ ማሕበር ረድኤት ኣብ ካሊፎርኒያ ከም ናይ ግብረ ሰናይ ዝተመስረተት ኮይና ኣብ ዝተፈላለየ ኩርናዓት ዓለም ጨንፈር ዘለዋ ማሕበር እያ። ዕላማታት ማሕበር ነቶም ረዳኢ ዘይብሎም ስደተኛታት ኤርትራውያን ሓገዝ ምብርካት እዩ። እታ መጽሓፍ ኣብታ ናይ ግብረ ሰናይ ዌብሳይት ማለት ኤሪትርያን ረሊፍ ኤን ሪሃብ ዶት ኦርግ ክትዕድግዋ ከም እትኽእሉ ንሕብር። ነቶም ኣብ ከባቢ ሎስ ኣንጀለስ እትቕመጡ መመረቕታ መጽሓፍ ንቀዳም ዕስራን ሽዱሽተን ሰነ ክልተ ሽሕን ዕስራን ሽዱሽተን ኣብ ካሊፎርንያ ተዳልዩ ከም ዘሎ ካብ ሰዓት ክልተን ፈረቓን ድሕሪ ቀትሪ ክሳብ ሓሙሽተን ፈረቓን ድሕሪ ቀትሪ ክህሉዮ።